ማሰ እስከታ ማሰ ማሰ ማሰ ኣታ ዝመንእሰይ መኣስ እዩ ዝሓብር ኣታ እዚ ህዝቢ መኣስ እዩ ዝሓብር ኣታ እዚ ወዲ ሃገር መኣስ ኮን እዩ ዝሓብር ኣታ እዚ ሰራዊት መኣስ ኮን እዩ ዝሓብር መኣስ ኮን እዩ ንህዝቡ ዘውጽኦ ካብ ሽግር ሕዝቢ እናፈለሰ ኢዱ ዘጣምር ባሕሪ እናጠሓለ ኢዱ ዘጣምር እወ ባሕሪ እንዳጠሓለ ኢዱ ዘጣምር ብሕማም እናጠፍአ ኢዱ ዘጣምር ተቓለስቲ ብጎዳጉዲ ማሕዩር ፓስተራት መዘምራን ኣብ ኮንተይነር እወ መሻይኽ ኣብ ጎዳጉዲ ማሕዩር ካህናት ኣብ ጎዳጉዲ ማሕዩር ነቲ ስቅያት ያኢስ ወሲድዎ ከም ንቡር ነቲ ግፍዕስ ወሲድዎ ከም ንቡር ነቲ ግፍዕስ ወሲድዎ ከም ንቡር ነቲ ጭውያስ ወሲድዎ ከም ንቡር ሕበር ተበልካዮ ዕጭ ይጭድር ስመር ተበልካዮ ዕጭ ይጭድር ኣታ ተሳነ ተበልካዮስ ዕጭ ይጭድር ጥቕሙ ዘይፈልጥ ሓቢሩ ዘይመክር ኣታ ጥቕሙ ዘይፈልጥ ሓቢሩ ዘይመክር መዋእሉ ብ ስደት ኣብ ደገ ዝነብር ኣብ ክንዲ ዝጣመር ዕግርግር ዝፈጥር ኣብ ስደት ዝጠዓሞ ጽጉማት ዘይዝክር ነብሱ ምስ ጠዓሞ ጽጉማት ዘይዝክር ክሓልፈላ ድዩ እምበር እዛ ሃገር ክርህወላ ዶ ኾን ነዛ ሃገር ፍልልይ ነሳሲ ክንዲ ንሓብር ኣውራጃ ዶ ዓቢ ካብ ህዝቢ ካብ ሃገር ፍልልይ ነሳሲ ክንዲ ንሓብር ኩልኻ እንደ ኣስተውዕል ከምዚ ኢልካ ዘይንበር ኩልኻ እንደ ሕበር ከምዚ ኢልካ ዘይንበር ንዕባል ልቢ ዕብዩ ኣብ ህልኽ ዘይንበር በጃኻትኩም ልቢ ዕብዩ ኣብ ህልኽ ኣይንንበር።
ስበሩር እቲ ህግደፍ ኣታ ኣታ ቁርብባ ተሰከፍ ሓንቲ በዓልቲ እባ ምርኩስ ሓቂ ተደገፍ ክሳብ መዓስ ክትነብር ናብ ፀደፍደፍ ስበሮ ኣብ ክሳድካ ኣሎ ናርዑት ህግደፍ ነዚ ኣምላኽ ዝሃበካ ነብሲ ክትገብረላ ደፋኢ መላሲ ነናብ ዝጎቶትኻ ክትጉተት ክትሓትት ዘይፍቀደካ ብጀካ ክትሕተት ኣይካብ ባህሊ ኣይካብ ሃይማኖት ሕውስውስ ኢልካ ሰኑየ ምስ ሰንበት ድንግርግር ኣቢሎምኻ ተመንጢልካ ናትካ እምነት ተደመር እንተበሉኻ ክትድመር፣ ተኣሰር እንተበሉኻ ክትእሰር፣ ተፀመድ እንተበሉኻ ክትፅመድ፣ ዝበሉኻ ክትገብር ነብስኻ ክትዋረድ፣ ንቐሕ ሕባ በል ትም ኢልካ ኣይትተዓነድ። ሞራል ተቐቢፅካ እንዳበልካ ክትከይድንን ተበዲልካ ተደንዲንካ ከሎኻ ከተመስግን ምስ ፈጣሪኻ ባይሶ ምዃን ሰባት ክትልምን ነብስኻ ዋሪድካ ሰብኣውነትካ ክትስእን ምዙዝ ሰምዮሙኻ መሰሉ ዘይውንን ስበሮርዑት ህግደፍ ኣብ ከውሒ ካብ ምሕራስ ተናገፍ ትባዕ ኣጆኻ ሕኽኽ ኣብሎ ግፍፍ እመነኒ ከምዚ እንተቐፂልና ፅባሕ ብዘይ ሃገር ኢና ክንተርፍ ንዓ ምስ ሓውኻ ኤርትራዊ ፅመድ ተቃዋሚ ደጋፊ እናበልካ ናይ ትሳወድ ንዓ ምስ ሓውኻ ኤርትራዊ ተደመር ንኹሉ ክንገድፎ እንዳጠዓመና ሑመር ብውሽጢ ውሽጢ ሃገር እንዳሸጡ ናይ ሰላሳ ዓመት መሪር ቃልስና ክቕንጥጡ ኤሪትራዊት ሃገር ናብ ክልል ክልውጡ ሃይ ይባበል ሓወይ ነዛ ነብስኻ ቐንጡ ጸላኢ የብሎምን ኤርትራዊ ጸላኢኦም ናብ ጎንደር ክኸዱ ሰሓቕ ናብ ኣስመራ ክመፁ ግጾም ናጸልሚቶም ከፍርሑኻ ኣስናኖም ሓርቂሞም ከጃጅዉኻ ኩርማጅ ሰስሒቦም ኣብ መሓሩኒ ክትነብር ሞት ኮላ ምሕረቶም ኣንታ ሳእን በቃ ነብስኻ ክትነብር ተሸንቂቓ ኣንታ ሳእን እምቢ ርብዒ ዘበን ምሉቕ ክትደሚ ምስ ረኣዩኻ ክትብል ጥልዕ ጉንብስ ብፍርሒ ኣንጉዕኻ ምስ በለ ፍስስ ድሌቶም ስለ ዝረኸቡ ክብሉ ክምስ ጠራሙዝ ውስክታ ተቐዲሑ እንዳበሉ ችርስ በል ሓደራኻ ልቢ ግበር በል ሓደራኻ ልቢ ግበር ዓዲ ክበፂሐ እናበልካ ነብስኻ ይትጠበር ትባዕ ወስን እቲ ፀቢብ መንገዲ ዝለሎ ተፃዒንካ ዘሎ ርዑት ህግደፍ ምቑሕ ስበሮ በል ሓደራኻ ልቢ ግበር ዓዲ ክመላለስ እየ እናበልካ ናይ ትጠበር ትባዕ ወስን ነቲ ጸቢብ መንገዲ ዝለሎ ተጻዒንካ ዘሎ ርዑት ህግደፍ ምንዓዮ ስበሮ ኪዳነ ተስፋ
ደንጊጸልካ ሽፋን ጥበብ ተጎልቢቡ ንቓንዛኻ በጨቕ እናበለ ታይነትካ ሃሲሱ ስሙ እናበረኸ ንስኻ ድማ ጠበቓ ናቱ ዄንካ ካብዝን ናብትን ክትጻፋዕ ምስ ረኣኹኻ ደንጊጸልካ ስለ ግርህነትካ ስለ ንጽህናኻ እዚ ሕጂ ንስኻ ዘለኻዮ ሓደ እዋን ነይረዮ ከምቲ እኳ ሕንጻይ ናይ ተፈጥሮ ንዝሰምዖ ድምፂ ከም ዘለዎ ዝደግሞ ኣነ ድማ ንሱ ዘዝበሎ ደጋጊመዮ እምበር ንስኻ ደኣ ወሪድካ ወዲ ዝግሄር ኣበረ ይብልካ ተንኮል ንኹሉ ከተጸብቕ ትጋደል ደንጊጸልካ ስለ ንጽህናኻ ደንጊጸልካ ስለ ግዜኻ ከምቲ ንስኻ ትብሎ ሓይሊ ጥበብ እዩ ሰነድ ወለዶ ተዝነብር ደኣ ትረፍ እሞ ንሱ ኸኣ እዚ ሕጂ ንዕኡ ክትብል ነብስኻ ትርስዖ ንኽብሮ ክትብል ንፋስን ፀሓይን ትውቅዖ ዝናብ ናእዳ ምፀሓየ ክንፅር እዩ ኣብ ዕብራንካ ከም ዝተርንዐ
ኣቦ ኮይንናለ ያፍየት ዘኽተመ ኣቦኡ ምስ ተሞቐሐ ከይፈትሕ ምቑሕ ኣቦኡ ከመይሲ ከመይ ቢሉ ዘይከኣል ኮይኑ ያፌት ሓደ ነገር ሓሲቡ ክፈታትሖ ምቑሕ ጥሜት ቤቱ ርእሳ ክቕንዖ ዝደነነት ወላዲቱ ኣቦ ክኸውን ኣብ ዘይዕድሚኡ ንመረር ወፊሩ ከድርር ስድራኡ ኣለኹልኪ ክብላ ኣቦ ኮይኑ ኣቦታት ዘይኮኑ እቶም ኣቦኡ ዝመቑሑ ያፌት ኣቦ ምዃኑ ኣዒንቶም ደም መሊኡ ፊንፊን ቢሎም ኣራዊት ደም ክሰትዩ ከምኡ ድማ ኮይኑ። ያፌት ካብ ዝወፈሮ ከይተመልሰ ካብ ድኻሙ ከየዕረፈ ስድርኡ ከየድረረ ምቑሕ ጥሜቶም ከይፈትሐ ኣቦ ኮይነ እናለ ምዕራፉ ከይበጽሐ ብተመልከተለይ ብዘይ ህድግለነ ኣቦኣም ምዃኑ ቅድሚ ኣቦኡ ሓለፈ። ያፌት ቀራና ኩዶ ያፌት ኤርትራ ስድራ ያፌት ህላወ ምስልና ምቑሕ ኣቦ ያፌት ምቑሕቲ ዓድና ህዝቢ ቀራና ኩዶ ኤርትራ ብኹላ ኮይኑ ተሰኒዱ እንሆ ብ ታሪኽ ፍጹም ዘይሃስስ